ሰላም ሕዋት ኣብዛ ናይ ለማዓንቲ ክላስ እምበኣር ኣብ ዝሓለፈ ሰሙን ፓርቲ ስሪ ርኢና ነርና ኣብዛ ናይ ለማዓንቲ ናይ ፍሬንች ክላስ እምበኣር ፓርቲ ኣርባዕተ ኮይኑ ፓርቲ ፎር ኮይኑ ቮካብላሪ ኢና ንርኢ ኢና ሓፈሽቶም ሓፈሻዊ ቮካብላሪ ናበይ ናይ መልክዕ ከም ተጠቀምናሎም ክንርኢ ኢና ክሊክ ንግበር እንድሕር ደኣ ኣንቪቴሽን እንተዘይመጺኩም ኮንታክት ግበሩ ምእንቲ ክመጻኩም ማለት እዩ ተስፋ ገብር ባይዘወይ ኣብ ኣብ ተመሳሳሊ ባች ክንህሉ ናይ ሎሚ ቮካብላሪ ካብ 31 ክሳብ 4 ዘለዉና ኢና እዮም ንጎኒ እንዳኸና ክንሪኦም ንኽእል ኢና ድሕሪ ደኣ ንዓ እንተዘይመፅኣትና ክሊክ እንዳገበርና ክሊክ እንድሕር ጌርና እቲ ብፍረንች ይመፅእ ክሊክ እንድሕር ደጊምና እቲ ብትግርኛ ይመፅእ ክንቀፅል ንኽእል ኢና ከምዚ ትሪእዎ ኣለኹም ዓሰርተ ቮካብላሪ ኣለዉ ነፍሲ ወከፎም ከዓኒ ብምሉእ ሓሳባት ዝተሰነዩ እዮም ኦኬ ምርካብ ማለት እዩ ምርካብ እንድሕር ብፍረንች ክንሪኦ ደልና ከሰብ እዚ ባይዘወይ ኣብ ታሕቲ ስለ ንሪኦ ምርዳእ የድልዮን እዩ ኣብታ ፕረዘንቴሽን ከመይ ጌርና ናይ ኪዝለት ኣጠቃቕማ ኣብኣ ተመሊስኩም ረእይዎ ንኩሉ ብዝያዳ ክጥቀምሉ ማለት እዩ ኦኬ ናብ ቮካብላሪ ናብ ዘምፃእና እንድሕር ተመሊስና ይበሃል ወይ ድማ ማለት ማለት ሰፔል ማለት ሰፔል ንምንታይ ኢና ንጥቀመሉ እቲ ቨርብ ኣብ ፕለይ ነይሩ ኣነ ይጽዋዕ ክብል ከለኹ ግን ሳፕለ ሰ ኣፕለ ማለት እዩ ምጽዋዕ ንኣብነት ዥማፔል ናናና እንድሕር ኢላ ኢልና ኣነ ከምዚ እሽመይ ይብላ ኣለኹ ማለት እዩ ይበሃል ሲኒፊ ማለት ከዓ ማለት ማለት እዩ ንኣብነት ሓደ ነገር ገልፅ ከለኹ ንኣብነት ሳፔል ይበሃል ማለት እዩ ክብል ከለኹ ሲኒፊ ይጥቀም ኣለኹ ማለት ብፍሬንች ንኣብነት ኪሲኒፊ ሞንታል ን ፍራንሴ ሞንታልሲ ብፍረንች እንታይ ማለት እዩ ይብል ኣለኹ ብፈረንሰኛ ድሕሪ ንዓኣ ክንሰምዓ ደሊና ኣብ ነፍሲ ወከፍ ከዓ ኣይትረስዕዎ ይደጋገም ኣለኹ ባይዘወይ ግን ነቶም ሃንደበት ናብ ዝመፁ እየ ድብል ዘለኹ እምበር ነቶም ብክላስ ስዒቦም ድኸዱ ዘለዉ እቲ ከመይ ኣጠቃቅሙ ስለ ድፈልጡ ባይዘወይ ፀገም የብሉን ክሊክ ምስ ትገብሩ ክሊክ ምስ እንገብር ዋላ ንኣብነት ሓንቲ ቃል ብኮሚኒኬሽን ባይ ዘወይ ክንዛረብን ክንፅሕፍን ኮሚኒኬሽን ሰለስተ ነገር እዩ ዘጠቓልል ክንፅሕፍ ክንክእል ኣለና ዝፀሓፍናዮ ሰብ ካልኦት ክርድእዎ ኣለዉ እቶም ካልኦት ዝተረድእዎ ከኣ ክነ ኣንቢብና ክርዳኣና ክኽእል ኣለዎ እንደገና ከኣኒ ተዛሪብና ከኣ ክነረድእ ክንክእል ኣለና ብ መንጽር እዩ ሕጂ ክጽሕፍዎ ትኽእሉ እዮም ክተንብቡ ክት ድምጺ ክሰምዕዎ ከመይ ምዃኑ ትኽእሉ እዮም እንደገና ከኣኒ ምንባብ ከኣ እዚ ንሪኦ ደለና ባይ ዘ ወይ እቲ ስፐሊንግ ክትጋገዩ የብልኩምን ንሱ እውን ምጽርጻፍ ኦኬ ናብታ ካልኣይቲ ኣብነት ንኸይድ ናብታ ካልኣይቲ ቮካብላሪ ምርካብ ምርካብ ኸሰፍዋኽ ኦብተኒኽ እንታይ ስኪ ልክዕ ንሱ ይኮነ እቲ ምርካብ ኣይኮነ እቲ ቃል ግን ንዕኡ ዝመስል ስለ ዘረኸብኩ እየ ባይዘወይ ኸሰፍዋኽ እንታይ እየ ክብል ደልየ ወይ ድማ ኦብተኒኽ ዝኾነ ነገር እንድሕር ደኣ ካልእ ሰብ ሰዲድልና ኸሰፋ ክኸውን ኣሎ ንረኽቦ ኣሎ ይመጻና ንርከቦ ኣለና ማለት እዩ ምርካብ ድሕር ደኣ ኦብተኒኽ ኮይኑ ከዓኒ ዝኾነ ነገር ምስ ተዋሃብና ንኣብነት እንድሕር ደኣ ተወሳኺ ደሞዝ ተዋሂብና ኦብተንዩ ኸዚ ንዓና እንታይ እስከ ንብል ዥ ኦብተንዩ ደሳለኽ ስፕሊመንት ኣ ክንብል ንኽእል ኢና ዝኾነ ሰብ ክህበና ከሎ ማለት እዩ ንኣብነት ህያብ ህያብ ተረኪብና ወይ ድማ ተዋሂብና እንድሕራ ኮይኑ ንኸሰቦ ኣንካዶ ንኸሰቦ ኣንካዶ ክንብል ከለና ህያብ ተዋሂብና ወይ ድማ ተረኪብና ኣለና ማለት እዩ ተሰዲዶምልና ክንርከቦ ኢና ኣብ እናተሂቦምና ኸ ተዋሂብና ኣለና ትያ ማለት እዩ ንዑ ናብኡ ዝዓለመ እዩ ባይዘወይ እቲ ምርካብ ከሰባ ክቕተኒ ክብል ምርካብ እዩ ክብል ከለኹ ብከምዚ መንፅር እዩ ከፒቴ ከፔቴ ከዓኒ ምድግጋም ማለት እዩ ዝኾነ ነገር እ፣ ብዘረባ ክንደጋግም ንኽእል ወይ ድማ ብዕዮ ኣብዚ እንታይ ንብል ኣለና ንኣብነት እታ ናይ ሎሚ ኣብነትና ክደጋግመ- ክትደግመለይ ትኽእል በጃኻ ፑቬቡ ከፔቴ ሲልቨ ፕለይ ብትግርኛ ሽያ ተሸምዲዳ ኣላ እታ ቃል ብፍረንጂ ግን ከምኡ ኢና ክንብል ዘለና እቲ ፎርማል ዝሓለወ ፖሊተስ ዘለዎ ወይ ድማ እ፣ ኣኽብሮት ዘለዎ ኣተሓትታ እዩ ክደግመለይ ትኽእል ዲኻ በጃኻ

ምንባብ እንታይ ኣለና ሌኽ ሌኽ ምንባብ ማለት እዩ እታ ናታ ሙሉእ ሓሳባት ከዓ ትሊ ኣንሊቭኽ መፅሓፍ ተንብብ ዶኔ ምሃብ ማለት እዩ እታ ናታ ሙሉእ ሓሳባት ከዓ ላክላስ ዶን ላኪፖንስ እታ ክላስ መልሲ ትህብ ኣላ ንኣብነት ናይ ጉሩብ ኤግዘርሳይስ እንድሕር ደኣ ሃልዩ እታ ክላስ ሲ መልሲ ትህብ ኣላ ወይ ድማ እቲ ጉሩብ ሲ መልሲ ይህብ ኣሎ ምሃብ እዩ እቲ ቀንዲ ዕላማ ናቲ ቮካብላሪ ዶኔ ማለት ምሃብ ማለት እዩ እሱ ከዓ ኣብ ነብሲ ወከፍ ከኣ ስምዕዎ ወላ ምውዳእ ፖንድ ማለት ምውሳድ ማለት እዩ ኣብዚ ንኣብነት ሕጂ ኤስ ጎዲላ ኣላ ባይዘወይ እቲ ንዓኹም ድመፃኩም እቲ ኮሬክሽን ዘለዎ እዩ ኣብዚ ግን እቲ መጀመርታ ስለ ዝኾነ ኣብ መስርሕ ስለ ደሎ እዩ ምውሳድ ኦኬ ፖንድ ምውሳድ ማለት እዩ እቲ ናቱ ሙሉእ ሓሳባት ከዓ እቲ ቆልዓ መፅሓፍ ወሲዱ ለጋክሶም ፖን ኣንስቲሎ እቲ ቆልዓ ፒሮ ወሲዱ እዩ መፅሓፍ ወሲዱ ዘይኮነ ፒሮ ወሲዱ ኦኬ ወይ ድማ ኣብዚ ክንቀይራ ኢና እታ ስቲሎ ትብል ዘላ ሊቭኽ ሊቭኽ ወሲዱ ንብላልና ማለት እዩ እቲ ቆልዓስ መፅሓፍ ወሲዱ ለጋክሶም ፖን ኣን ሊቭኽ ኣብ ህሉ ኩነታት ዘሎ እዩ ባይ ዘ ወይ እዚኦም ቶም ቮካብላሪ እዮም ቶም ዓሰርተ ቮካብላሪ ነፍሲ ወከፎም ኣብ ሙሉእ ሓሳባታት እዮም እንታይ እስከ ክትገብሩ ኢኹም ሕጂ ነዚኦም እቲ ቀዳማይ ዕላማና እንታይ እዩ ነዚአን ነዘን ዓሰርተ ቮካብላሪ ክተፅንዕዎን እዛ ሰሙን እዚኣ ማለት እዩ ሓንሳብ ንዐን ምስ ኣፅናዕኩመን ከዓ እንድሕር ተኻኢሉ ኣብተን ሓሙሽተ ክንዲ ስም ክተእትውዎም ፈትኑ ንኣብነት ንኣብነት ዝኾነ ምርካብ ሕጂ እቲ ቮካብላሪ ተወሲድና ቀዳመይቲ ኣነ ከምዚ ተረኪበ ዝብል ቃል ክንከእሎ ኣለና ዠኸስዋ ዠኸስዋ ኣንካዶ ካልእ ተወሳኺ እንታይ ኣሎ ተረኪበ ተረኪቡ ተረኪባ ተረኪቦም ተረኪብና እዘን ሓሙሽተ ክንዲ ስምሲ ብሓሙሽተን ከመይ ጌርና ንፅሕፈን ኮንጅጌት ንገብረን ነድምፀን ክተፅንዕዎን ኣለኩም ንኣብነት እዚአን ፕኸፖዝ ተገይርኩም ደሎ ይበት ክላስ ድሕሪ ዳኣ እዚአን ሓንሳብ ምሰፅናዕኩመን ኮንታክት ግበሩ ተወሳኺ ትንታሽሙ መፃኩም ማለት እዩ ትምንዑ ዳሃቀነ ከመይ ጌርና ኮንጅጌት ኣብ ህልው ነፅንዕ ሽዑ ቀጺልና ኣብ ፓሰይ ኣብ ሕሉፍ ነጽንዕ ቀጺልና ኣብ መጻኢ ንኣብነት ሓንቲ ምርካብ ትብል ቃል ብዙሕ ነገር እያ ተምጻልና ተረኪበ ኣሎ ኣብ ህሉ ይርከብ ኣለኹ ትህሉ ኩነታት እዩ ተረኪበ ትማል ተረኪበ ትማል ተዋሂበ ናተይካዶ ድሕሪ ድኣ ፅባሕ ክወሃብ ተኮይንኻ ፅባሕ ክወሃበ እዚ ሕጂ ብምሉእ ኣብ ፍረንች ኮንጁጌት ጌርና ክንክእሎ ኣለና። ዠኸስዋ ዠኸሱ እየኽ ትማሊ ማለት እዩ ዠቬኸሰዋኽ ድማ ከዓ ፅባሕ ክርከብ እየ ኤክሰተራ ባይ ዘ ወይ ሓንሳብ ነዚ ኣደልዲልኩም ምስ ኣፅናዕኩሞ እተን ቤዝ ብኸም ኢኻ እቲ ቤዝ ተባሂሉ ዘሎ ዜና ኣፅኒዕኩም ምስ ኣፅናዕኩሞ ዘን ዓሰርተ ቃላት ኣይተስተዋሓድዎ ንዕን በአን ሚጥ ሙሉእ ሓሳባት ክንሰርሕ ንኽእል ኢና እሱ እቲ ሓሳብ ባይ ዘ ወይ ብዓሰርተ ጎጅል ዘሎ ነፍሲ ወከፈን ከዓኒ ብኸመይ መልክዕ ኢና ኣብ ትግርኛ ኣምፂእና ደለና ከዓ ኣብ ነፍሲ ወከፈን ንኣብነት እዛ ሳሳን ሓደን ኣብቲ ተኣደላ ቁፅሪ የብላን ንምንታይ እቲ ምስኣ ትኸይድ መሰነይታ ንዓ ኢልና ዘምፃናዮ ምላ ሓሳባት ስለ ዝኾኑ ኣድሚንስኩም ፈትንዎን ንዕንፅዕቢ ጌርኩም ዝሸምደድክዎን ከዓ በቲ መንፅር ክላስ ብኸቦት ዝገብረኩም ብኡ መንፅር ከዓ ክትከዱ ኢኹም ሓንሳብ ንዑ ምስ ወዳእኩም ቴስት ግበሩ ቴስት ከዓኒ ትሕቲ 18 ክተምፅኡ የብልኩም ማለት ካብ ክልተ ንላዕሊ ክትጋገዩ የብልኩም እንተዘይኮይኑ ከዓኒ ኣፅንዕዎን ድገሙ ቴስት ኦኬ ናይ ሎሚ ኣብዚኣ ክለና እዚታ መበል ራብዐይቲ ቮካብላሪ እያ ነይራ ናይ ኣዱ